ሰላም ሰላም ክቡራት ኣሕዋትን ኣሓትን ሎሚ ዝገደደ ዝገደደ ክፉእ ነገር ንርኢ ኣለና ክፉእ ነገር ንሰምዕ ኣለና ኩልኻ ሰብ ሸር ክትገብሮ ኩልኻ ሰብ ትግራዋይ ንዚ ኩነታት እዚ ክትከታተሎ ተስፋ ይገብር ነዚ ኩነታት እዚ ክንከታተሎ ኣብ ውሽጢ ኣብ ደገ ኣብ ኩሉ ዘለኻ ኣብ ስልጣን ኣብ ዘይ ኣብ ስልጣን ዘይብሉ ኣብ ኩሉ ትግራዋይ ብምዃንካ ኩሉ ነገር ክትከታተሎ ግድ ይብለካ እዚ ማለት እንታይ እዩ ሕጂ ጥፍኣት ጥፍኣት ኣብ ትግራይ ዝግበር ዘሎ ተዳልዩ ዘሎ ጥፍኣት ቀሊል ጌርኩም ኣይትውሰድዎ እዚ ኩሉ ግዜ ዝዛረቡ እየ ኣነ መጀመርያ ናብ ፌስቡክን ናብ ካሊእ ክስታይን ሸር ግበርዎ ኩለኹም እንታይ ክብለኩም ደልየ እቶም ካብ ትግራይ ዝወፁ ኣብ ዓፋር ይኹን ኣብ ኢትዮጵያ ኣብ ካሊእ ቦታ ኣብ ኣዲስ ኣበባ ይኹን ዘለዉ ሰበስልጣን ይኹኑ እቶም ትዲኤፍ ዝነበሩ ቅድሚ ሕጂ ወታደር ዝነበሩ ኩሉ ነገር ዝነበሩ ብቻ ተጋሩ ኮይኖም ምስ ፀላኢ ተሰሊፎም ኣብ ትግራይ ዝገብርዎ ዘለዉ ጥፍኣት ቀሊል ጌርኩም ተጋሩ ኣይትረኣይዎ ዓብዪ ጥፍኣት እዮም ዘዳልዩ ዘለዉ ዓብዪ ጥፍኣት እዮም ዘካየዱ ዘለዉ ዓብዪ ሽግር እዩ ዝመፅእ ዘሎ ነቲ ዝነበረ ዝገደደ እንዳጋደዱ እዮም ዝኸዱ ዘለዉ ስለዚ ሕጂ ዝሕሰብ ዘሎ ሕጂ ዝስራሕ ዘሎ ስራሕቲ ከቢድን መዋፅኦ ዘይብሉን እዮም ሓሲቦሞ ዝኸዱ ዘለዉ ካብ በዚ ሕጅስ ትግራይ ትበሃል ኣብ ትግራይ ዘለዎ ኣመራርሓን ኣብ ትግራይ ዘሎ ህዝብን ኣፈውፅኡ ወይ ከዓ ማእገር ነፊሑ ትግራዋኤ ክብል ኣብ ዘይኽእለሉ ከይዲ እዮም ዝኸዱ ዘለዉ ንገርዎም በዚ ሕጂ ምስ ጸላኢ ተሰሊፍካ ንትግራይ መራሕቲ ይኹን ንትግራይ ህዝቢ ይኹን ንትዲኤፍ ይኹን ኣብ ደገ ኮይነ ክእርመክዐ ከዋሕልለክዐ ናብዚ ዝደለኽዎ ክቕይሰክዐ ዝብል ጸላኢ ዘበት ኣይኸውን ዋ ኣታ ርእስኹም ኣይሓስብ እንዲ ኣይነበርኩም ዲኹም ምስተም ትድኤፍ ሸውዓተ ሃገራት ብላዕልን ብታሕትን ሓዊ ጸሚደሙልኩም ኣሸኒፋ ዝወፀት ትግራይ ደይኮና ኣለ መስዋእቲ ተኸፊሉ ግን ሙሉእ ብሙሉእ ብስልጣን ናይ ጸላእቲ ክንምራሓን ክንድፈርን ኣይንኽእልን ኢሉ እዚ ህዝቢ እዚ ህዝቢ ከም ህዝቢ ኣብ ደገን ኣብ ውሽጥን ዘሎ ኩሉ በብዝዓቕሙ ብዘይካ ፍሉያት ባናታት ተቓሊሱ እዚ ህዝቢ እዚ ንህልውና ትግራይ ተቓሊሱ ኣብዚ ንክትበጽሑ ገይርኩም ሕጂ ብሰንኪ እቶም ሰነፋት ኣመራርሓታት ካብ ትግራይ ወፂኹም ንትግራይ ትወግኡ ኣለኹም ተጋሩ ኣሕዋትኩም ትማለ ጎንኹም ዝነበሩ ትወግእዎም ኣለኹም እንዳኸድኩም ቀትልኩም ትምለሱ ኣለኹም ደቡብ ሱዳን ኣብ ደቡብ ትግራይ ኣቲኹም ትገብርዎ ዘለኹም ክንደይ ትድኤፍ እዩ ተቐትሉ ዘሎ ክንደይ ሰላማዊ ሰብ እዩ ተቐቲሉ ዘሎ ንምንታይ እዩ እንታይ እዩ ትፃማእኹም እንታይ ኢኹም ክትረኽቡ ልኡኹ ናይ ስምረት ዝበሃል ናይ ኣብዪ ተለኣኣኽቲ ጫማ ፀረግቱ ናታቶም ክተው ክትሕጉሱ ንተጋሩ ትቐትሉ ኣለኹም ኦኬ እስኪ ምስ ትግራይ ተባእስኩም ምስ ተጋሩ ምስ ትዲኤፍ ተዋጋእኹም ንመን ኢኹም ትቃተሉ ንደብረ ፅዮን ንመንጀሪኖ ንኣለም መዓስ ተቐቲሎም ፀላኢ እውን እኮ ቅድሚ ሓሙሽተ ዓመት ክጅምር ከሎ እኮ ሕወሓት እዮም ፀላእተይ እምበር ህዝቢ ትግራይ ኣይኮነን ኢሉ እኮ ኣትዩ ንህዝቢ ትግራይ ጨፍጭፉ ወፂ ምስኦማ ተዓሪቑ እኮ ንፍርቆኹም ናብ ኢዶም ናብ ኢዱ ስሒቡ እትዩ ንፍርቆም ድማ እቶም ዝተረፉ ናብ ኢደይ እንድሕር ዘይኣት ኮይኖም ሕጂ እውን ጨፍጫፍ እቲ ናይ ቅድሚ ሕጂ ጨፋጭፋ ኣይከኣልክዎን እየ ብስራ ይኹን ብውሕልና ይኹን ኣይከኣልክዎን እየ እሞ ካብኣቶም እውን ንስኻትኩም ተረፍኩም ኢኹም ሕጂ ግን ንስኹም ምሳይ ኮንኩም እቲ ሲስተም ዝነበረኡ ፍርቆ ኣካፊልኩም ምሳይ መሬት እውን ቦታ እውን መሪሕኹም ንዑ ዘድልየኩም ገንዘብ ጥራሕ እዩ ዝበኩም ኣብይ ብርሃኑ ጁላ ሰራዊት ኣይሕግዘኩም ካሊእ ነገር ኣይሕግዘኩም ኣፅዋር ክወኩም እዩ ኣብይ ገንዘብ ፈንድ ይገብረልኩም ኣሎ ካብኡ እቶ ጥጎብ ቅተል እዩ ልክዕ ከምታ ንስኻትኩም ብሻዕብያ ተመሪሕኹም ሻዕብያ ብድሕሪኹም እንዳኾነ ኪዱ ተዋግኡ ኪዱ ቅተሉ እተው ኢሉ ጉም ኣቢሉ እተወኩም ነበረ ጉም ኢልኩም ኣብ ትግራይ ዝተረፍኩም መቃብርኩም ግን ንሱ ንኣብይ እንታይ እዩ ኮይኑ ግን ንሱ ንብርሃኑ ጁላ እንታይ እዩ ኮይኑ ንዳንኤል ክብረት እንታይ እዮም ኮይኖም እቶም ዝሞቱ እቶም ጠፍኡ ኣሞራ ዝበልዖም ኣብ መሬት ትግራይ ኣዲኦም ትቁፀሮም ኢትዮጵያውያን ኣብኡ ዓፊሮም ዝተረፉ እስኹም ግን ደቅኹም ብክልተ ሚእቲ ሚልዮን ብኣርባዕተ ሚእቲ ሚልዮን ኢኹም ተምርዕዎም ተጋሩ ከምቲ ከትገብሩ ኢኹም ብኣቶም ትሸይጥኩም እንደገና ዝተወሰነ ሳንቲም ክንወሃብ ኢና ኢልኩም ንትግራይ ተወግኡ ዘለኹም እንታይ ኢኹም ክትረኽቡ ምስ ፀላኢ ኮንኩምስ ንትዲኤፍ ክትወግኡ ንጎን ምሸት ናብ ትግራይ ትኣትው ኣለኹም ሕጂ እውን ደንጎላታት ዝኾንኩም መራሕቲ ኣብ ትግራይ ዘለኹም ወይ ስልጣንኩም ብሰላም ወፂኹም ንዝኽእል ሰብ ኣረክብዎ ኣብ ትግራይ ዘለኹም እየ ዝዛረብ ዘለኹ ወይ ኣመራርሓ ሰስራሕኹም ሕዝኩም ስርሑ ይጠፍእ ዘሎ ሰብ ተጥፍእዎ ኢኹም ዘለኹም ብሰንኩም ኣመራርሓኹም ገታቸው ካባኹም ክወፅ ከሎ ግደፉ ሓዝዎ እዚ ወዲ እዚ ቃንጫ እዩ ግደፉ ኣብ ውሽጡ ባምባ እዩ ሓዝዎ እቲ ዝደልዮ እንታይ እዩ እንዳበልኩም ብውሽጢ ውሽጢ ቀስ እንዳበልኩም ሓዝዎ ኢልናኩም ቅድሚ ካባኹም ምፍላይ ምክንያቱም ንዕኡ ናቱ ዕድመ ዝኣክል ብተንኮልን ብሽርሕን ብቂምን ሒዙ ዝፀንሐ ዘምሃሮ ሰብ ኣሎ ኣብ ፀግዑ ኮይኑ ምክትሉ ገይርዎ ፀኒሑ ዳሕራይ ከመይ ገይረ ንሕወሓት እንዳበልኩ ከመይ ገይረ የጥፍኣ ኢትዮጵያ ዝፈትዩ እዮም ከምኡ እንዳበለ ንጌታቸው ከመይ ገይሩ ኣብፅሕዎ ፃድቃን ሕተትዎ ሰራዊት ክህልዋ የብላን ኢሉ ንትግራይ ዝፈረደላ ጻድቃን ብሰማንያን ሓሙሽተን እኮ ተሓታቲ እኮ ኢኻ ናበይ ተምልጥ መሲልካ እዩ ብሰማንያን ሓሙሽተን ዓመተ ምህረት እኮ ንበዓል ብርሃኑ ጁላ ነቶም ኣብ ስርዕም ሸይኖም ዝተማረኹ ዝማረኽዎም ተጋደልቲ ኣባሪርካ ንበዓል ጁላ ጀነራላት ዝገበርካ እኮ ኢኻ እንታይ ኢኻ ተዛርበና ናትካ ስልጣን እኮ እዩ ነይሩ እቲ ብርሃኑ ጅላ ሒዝዎ ዘሎ ስልጣን ንስኻ ሒዝካ እንዳሃለኻ እኮ ኢኻ ንተጋሩ ንዳንሻ ሰዲድካ ንተጋሩ ዝነበሩ ተጋደልቲ 17 ዓመት ሙሉእ ተዋጊኦም ንዕኦም ዝማረኹ ንዓኣቶም ንዳንሻ ሰዲድካ ዓይኖምን እግሮምን ምስ ተሰንከሉ ነዚኦም ኣምጺኻ ጀነራላት ጌርካ ሕጂ ከኣ ናቶም ዓጀብ ዓጃቢ ኮንካ ንመጀመርያ ግዜ መስዋእቲ ዝኸፈሉ ኣብ ዳንሻ ዝነበሩ ነበር ተጋደልቲ ናይ ቀደም እዮም ሕተቶ ብታሪክ ቅድሚ ሕጂ እውን ሕሊፈ ኣለኹ ኣነ ንመጀመርያ ግዜ ብሰራዊት ኢትዮጵያን ብሰራዊት ናይ ፋኖን ንመጀመርያ ግዜ ዝተጨፍጨፉ ዝተቐተሉ ንሳቶም እዮም ብሰንክኻ ዝነበረ እዚ ንስኻ ኣብ ደገ ወሓሊ ኢልካ ምስ እከለ ቂመለኒ ምስ እከለ ቂመለኒ እንዳበልካ ህዝቢ ትግራይ ተጥፊእኻ ነርካ እስካብ ሎሚ ግዜ ኣጥፊእኻ ኢኻ ሕጂ እውን ብዕላማኻ ከም ዝኾንካ ኣብ ትግራይ ዝነበርካዮ እውን ኩሉ በፂሕና ኢና ንሕና ኣብቲ ሽዑ ግዜ ኣትዩ እዩ ነብሱን ግዚኡን ሃጊሩ ሰብዚ ሃፍቱን ሃጊሩ ኣትዩ ንብል ነርና ኣብዚ ኣብዚ ምሳይ ዝነብሩ ሰባት ኣይምሰልካ ይብሉ ነሮም ተረእኽዎ ሕጂ ግን ትኽክል ኮይኑ ንሱ ዓጃ በቃ መራሒ ኮይኑ ነቶም ንትግራይ ክትጠፍእ ኣለዋ ዝብሉ ንዕኦም ዝኽተሉ ብዙሓት ወሊዱ ኣብ ዓፋር ኣስፊሩ ገታቸው ዝበሃል ሓደ ዕንጉለ ሎሚ ዝተዛረቦ ፅባሕ ዘይደግሞ ኣፍርዩ ኮፍ ኢሉ እዚኣቶም ትግራይ ክትጠፍእ እዮም ጽበይዋ ዘለዉ ኢትዮጵያውያን እዮም ጻድቃን ትግራይ ክብል ሰሚዕኹም ይትፈልጡን ኢኹም በፍጽም ሓንቲ መዓልቲ ትግራይ ትብል ጫፍ ኣስምዑና እንተኸይዱ ድማ ኣብተን ኣብ ዝተወሊደ ኣብ ዝተማሃረ ገለ እንዳበለ ዝፈላሊ ንሕና ኢልናዮ ዘይንፈልጥ እዩ ዝዛረቡ ሰለስተ ኣርባዕተ ዓድታት እንዳኸደ ኣብዚኦ ተወሊደ ኣብዚኦ ተማሂረ ካብዚኦ ከይደ ዕረኽተይ ከምዚ ከምዚ ናይ ክፍኣት ናይ ሽግር ገታቸው እንታይ ኢሉ ብቐዳማይ ሰሚዕኹሞ ዶ ኣብ ሕሞራ ከይድ እንታይ ኢሉ ህዝቢ ሽረ ካብ ሽረ ካብ ኣብ ሽረ ክሰርሑስ ኣብ ጎንደር ክሰርሑ እዮም ዝደልዩ ረእይዎ ኣብ ሽረ ቀልጢፎም ስለ ዝነቕሕሉ ኣኼባ ንክገብር ስለ ተዓናቐፈፍታ ዝሓለፈት ግዜ ኣብ ሽረ ዘለዎ ስኑ ዝተኸለላ ብጣዕሚ ቂም ዝሓዘላ ዓዲ ካብ ትግራይ ሙሉእ ሽረ ከም ምዃነት ክትፈልጡ ኣለኩም ምክንያቱም ናይ ጻድቃን ይሕዙ በቃ እንዳኸደ እዩ ዝቕየም ዘሎ ቅድሚ ሕጂ እውን እንታይ ኢሉ ርእይዎ ንደብረ ፅዮንስ ኣብ ሽረ እዩ ዝውለድ ኢሉ ምንም ከይተሓተተ እዩ ጽልኢት ናይ ኣከባብያውነት ተምህሩ ዘለኹም ንስኻትኩምን ንስኻትኩም ዲኹም ኣቱም ትዲኤፍ ነርኩም ኣብ ዓፋር ኮንኩም ትዲኤፍ ኢና ይትበሉ ሕጂ ትዲኤፍ ዝበሃል ሽም የብልኩም ንስኹም ብኣቶም እናተመራሕኹም ንትዲኤፍ እናኸድኩም ትወግኡ ዘለኹም ነዴኹም ትማሊ ከይትስዋእ ኢልኩም እግሪ እግሪ ይኾንኩም እንዳተሰውኡ ትግራይ ትዕወት ኢሎም ናይ ትግራይ ባንዴራ ሒዞም ክስውኡ ከለዉ ኣዴታቶም ድማ ኣዴታትኩምን ማይ እንዳቐበላ ቅጫ እንዳቐበላ ቆሎ እንዳቐበላ ከክንዳኹም ምሳኹም ኮይነን ማዕረ ማዕረኹም ዝተቓለሳ ንዐን ተመሊስኩም ትወግእወን ኣለኹም ክትሕተቱ ኢኹም ሕጂ እውን ግዜ እንዳሃለወኩም ከምቶም ሰላም ኢሎም ተጋጊና ኢሎም ዝኣቱ ዘለዉ ናብ ትግራይ መፂኹም ናብ ትግራይ እተው ተዘይኮይኑ ግን እዚ ቃልሲ እዚ ብኣብ ዓፋር ዘለኹም ዕሱባት ኣዲስ ኣበባ ዘለኹም ዕሱባት ትግራይ ክትጉዳእ ትኽእል እያ፣ ክትዕሰብ ግን ኣይትኽእልን፣ ክትግዛእ ግን ኣይትኽእልን። ኦፍኮርስ ከምቲ ቅድሚ ሕጂ ዝቐነሱና ክተቕድንሱና ኢኹም ንስኹም እውን ምስ ኣተዮም ኮንኩም ግን ክትመርሕዋ ኣይትኽእሉን። እዚኣ ኣርባዕተ ነጥቢ ጌርኩም ሰድዋ። ብማንም ጸላኢ ከም ዘይትምራሕ ትግራይ ክትፈልጡ ኣለኩም። ንብል ዘለና ግን ክትቅነስን ክትቁርመምን ኣይንደልን ኣብ ትግራይ ብተጋሩ ውግእ ክጅመር ኣይንደልን እዩ ትናትና እቶም ኣመራርሓ ዘለዉ እቶም ሽግር ዘለዎም ከምቶም ኣብኡ ኮይኖም ዝወቕስዎም ዘለዉ ኣብኡ ከይድኩም ውቐስዎም ኩለና ሓሳብ ኣለና ኩላና ሕቶ ኣለና ንዓኣቶም ግን ምስ ፀላኣይ ክነብሩ የብሎምን ካብ ጉድጓድ ወፂኦም ሬስኦም እውን ሓዊ ክቃፀል ኣለዎ ኢሎም ብተግባር እውን ሓዊ ዘቃፀልዎ ኣብ ምዕራብ እቲ ጀኖሳይድ ክልተ ግዜ ጀኖሳይድ ዝገበርዎ ቀቲሎም ጎቲቶም ናብ ሓሸዋ እትዮም ዝደርበይዎ ናብ ውሕጅ ዝደረብይዎ እቶም ኣብኡ ዝተቐበሩ ድማ ንዕኦም ኣውፂኦም ረይስኦም ሓወ ቃፂሎም ፍቐድኡ ጎንደር ዝወሰድዎ መመራመሪ ዝገበርዎም ናዚኦም ሰራዊት ፈረድ ናይ ኢትዮጵያ ሓገዝ ተኾንኩም ምስኦም ኮንኩም ትወግኡ ኣለኹም እንደገና እንታይ ኣኹም ክትረኽቡ ካብ ዝለዓሉ ውርደት ኣብ ቅድሚ ገታቸው እንታይ ኢሎሞ ርኢኹሞ ዶ ማይ ካድራ ባዕሎም እዮም ተጋሩ እዮም ጨፍጭፎም ኢሎም እዝኑ ከምዚኣ ኢሉ ኮፍ ኢሉ እንዳሃለወ ንባዕሉ ከምኡ ይብልዎ ነይሮም እስኻስ ቅድሚ ሓሙሽተ ዓመት እስኻ ኢኻ ጨፍጭፍካ ይብልዎ ነይሮም ሞራል የብሉን ኣነ ኣይኮንኩን ንስኹም ኢኹም ክብሎም ኣይከኣለን ሽዑ ምክንያቱም ተኣሲሩ እያ ናይ ሕልና እሱር ሕማቕ እዩ ናይ ገበን እሱር ተኾይኑ ፍርዱ ረኺቡ ድዩ ተቐቲሉ ድዩ ፍትሒ ኢሱ ናይ ሕሊና እሱር ተኾንካ ግን መፍትሒ የብልካን ሕሊናኻ ተኣሲሩ እዩ ከምቲ ሕሊናና ዘዛርበና ዘሎ ከምቲ ሕሊናና ዘቃልሰና ዘሎ ሕሊንኦም ተሸይጡ እዩ ሞይቲ እዩ ኮፍ ኣቢሎ ጎኖም ማእኸል እትዮም ንስኻ ኣኻ ንስኻ ትመርሖን ንስኻትኩምን ብናሃትኩም ሽግር እዩ እዚ ኩለይ ሰብ ጀኖሳይድ ተገይርዎ ይብልዎ ነይሮም ምክንያቱም ተዓሲቡ እዩ ምንም ክገብር ኣይክእልን ምስ ከደ ድማ ኣዲስ ኣበባ ምስ ኣተወታ ኢሎሞ ዕሱብ ኢኻ እስኻ ርኹስ ኢኻ ቅድሚ ሕጂ እውን ትሕሱ ኢኻ ነርካ ሕጂ እውን መፂኻ ትሕሱ ኢኻ ዘለኻ ዋጋ የብልካን ድማ ኢሎሞ ፒስ ፒስ ፒስ ፒስ ኢሎሞ ኣክቲቪስት እውን ክኸውን ኣይበቅዕን እዩ ጌታቸው ካብ ብሕጂ ኣይበቅዕን እዩ ባንዳ እንተኾንካ ኩሉ ግዜ ንዑቕ ኢኻ ባንዳ ኩሉ ግዜ ርኹስ እዩ እዚ ኔርካ እዚ ኔርካ ኣይኮነን ጀነራላት ኔሮም መራሕቲ ኔሮም ንኢትዮጵያ ከምዚ ኔሮም ኖ ኖ ኖ ናብ ባንዳ ተቐይሮምሽ ካብኡ ንድሓር የለውን ሕሊናኻ እንድሕር ሸይጥካ እቲ ዝጠፍአ እቲ ዝጠፍአ ሰብ ቀዳማይ ሕሊንኡ ዝጠፍአ እዩ እሱ እዩ ድሌታት ኣብ ዓፋር ዘለዉ እንታይ እዩ እዩ ዝበሃል ዘሎ ሕጂ ምሳኹም ዝነበሩ እንዳወጋእኹም እንዳቐተልኩም ካብኡ ከ ትግራይ ክትመርሑ እስኹም ይካንት ከምዘይትኽእሉ እኮ ትፈልጡ ኢኹም ንምንታይ ደኣ ሞ ሰብ ትቐትሉ ኣለኹም በዓል ተስፋይ ተዓሲቦም ገንዘብ ሰሪቆም ዘምፅዎ ካብ ሱዳን ሓስዮም ዘምፅዎ ካብ ሕሚቲ ዘምፅዎ ናይ ኢትዮጵያ ከምዚ ዝኾነ ፖለቲካ ከም ፀልክዐ ናይ ትግራይ ከምዚ ከም ፀልክዐ ኢሎም ገንዘብ ዝወሰድዎ እዞም ረሳሓት ተሓፂቦም ዘይፈልጡ ተጓራት እዞም ባንዳታት ትማሊ ዓለም ተዛርብ ነርካስ ተስፋይ ካብቲ ናፍቲ ለጊጡ ካብ ካብ ፒፒን ካብ ሕሚትን ዘምፀ ገንዘብ ሂቡኩምስ ትግራይ ከድኩም ኣደ ትግራይን ወዲ ትግራይ ጅግናን ትቐትሉ ኣለኹም ዕሱባት ኢኹም ታሪክኩም ኣይርስዓን ጸላእትና ኢትዮጵያውያን ጥራሕ ኣይኮኑን። ኣብዚ ግዜ እዚ ንስኹም ቀዳሞት ጸላእትና። ኣብዚ ግዜ እዚ ኣብ ዓፋር ዘለኹምን ኣብ ኣዲስ ኣበባ ዘለኹምን ተጋሩ ኢኹም ጸላእትና። ኣዲስ ኣበባ ዘለኹም ማለት ኣብኡ ትነብሩ ማለት ኣይኮነን። ናይ ስምረት ኢና እንዳበልኩም ንመንግስቲ ኢትዮጵያ ዝሰመርኩም ንህዝቢ ትግራይ ግን ዝፈታሕኹም ዝረሳዕኹም ጀኖሳይድ ዝገበርኩም ኣብ ጫፍ ጀኖሳይድ ተዳሊኹም ዘለኹም ንጎሆ ምሸት እንዳኣተኹም ሰብ ትቐትሉ ዘለኹም ንሶም ክትሕተቱ ኢኹም ድሌታት ስምረት ገንዘብን ገንዘብን ጥራሕ ኣብይ ገንዘብ ስለ ዝወኩም እዩ እምበር እዚ ኩለይ ቁሩብ ርእሲ ተዝህልወኩም ነይሩ ኣብ ደንጎላት ዝተገበረ ጸላእቲ ዝገበርዎ ጸላእቲ ብጨምተለይ ተላማመዳ ደቂ ኣንስትዮ ንዕነ ብቪድዮ እናቐረፁ ናይ ህንዲ ፊልም ክነምስሎም ኣለና እንዳበሉ ነቶም ከምኡ ዝበሉ ፈትሕኹም ኣብልዕኹም ኣስቲኹም ጻድቃን ይኹን ገታቸው ባዕልኹም ኣብልዕኹም ኣስቲኹም ኣብቲ ስልጣን ንሱ ገበርቲ ሓደግቲ ስለ ዝነበርኩም ኣብ ልዕኹም መስቲኹም ኣብይ እዚኣ እዚኣ ግበሩ ስለ ዝበለኩም ንዕኦም ሰዲድኩም ሕጂ ኣብ ቅድሚኹም ኮፍ ኢሎም ድማ እንታይ ይብልኩም ኣለዉ ለንጀር ናይ ሰራዊት ኢትዮጵያ ከዲኖም ባዕሎም እዮም ንዓቶም ረሽኖሞም ይብልኩም ኣለዉ ካብዚ ንላዕሊ ሕሊና ምሻጥ እንታይ ኢኹም ክትብሉ ደሊኹም ሕሊናኹም የለን ዝብለኩም ዘለኹ ንዚ እዩ ምክንያቱም ፓወር የብልኩምን ንሕና ኣይኮናን ማሕበረ ዲጎ ብለንጀር ናይ ኢትዮጵያ ተኸዲና ተጋሩ ኣይኮኑን ረሽነሞም ኣይትብሉን ሕሊናኹም የለን ሕጂ እዎ ኢኹም ክትብሉ ጠዓመ ከምኡ እዩ ዝብል ዘሎ ኣንጭዋ ዕመር በለ ዶክተር ሃይለ ሓቁ እዩ ኣንጭዋ ዕመር ኢሎሞ ጠዓመ ዝበሃል ኣንጭዋ ዕመር ዝመስል ኣሎ ጌታቸው ፃድቃን ኩለኹም ኣብኡ ዘለኹም እዚ ትዝብልኹም ዘለዉ ምክንያቱ መጎንኹም ኮፍ ኣቢሎም ኣብ ጎኖም ንዓኹም ይእምኑኹም ኣለዉ ንስኹም ኣብኡ ኢኹም እያ ነርኩም ማሕበረ ደጎ ብተጋሪኡ ተጨፍጭፉ እንዳበሉ ካብዚ ንላዕሊ ምስማዕ እዚ ሰሚዕኹም እንኳን ናብ ህዝብኹም መፂኹም ይቕሬታ ኢልኩም ዋ ዝሓሰብና ኣይኮነን እቲ ዝሓሰብኩም ዋላ ካሊእ ተነበረ ክትብሉ እኳን ኣይከኣልኩምን ሕሊናኹም ተጨቢጡ እዩ የለኹምን ተደርቢኹም ኢኹም ጨኒኹም ኢኹም ንስኹም ብደውኩም ዝጨነኹም ኢኹም ነዚ ትቃወሙ ካልኦት ሰባት እንተሊኹም ኣይደኖ እንታይ እንታይ ክብለኩም ትደልዩ እወ ሓቆም እዮም ክትብሉ ኢኹም ትድግፍዎም መዓት እኮ ኣለኹም ኣብ ደገ ኣለኹም ኣብ ትግራይ ውሽጢ እውን ኣለኹም ቅድሚ ሕጂ እውን እኮ ንመጀመርያ ግዜ ኣብ ትዊተር ዝተባእስክዎ እዚ ጨናዊ ተስፋይ ዝበሃል ዕሱብ ኣፍ ኣውፅኡ ናይ ሻዕብያ ክዳን ተኸዲኖም ትዲኤፍ እዮም ጨፍጭፎም ኢሉ እኮ ተዛሪቡ ኣብ ትዊተር ቅድሚ ሰለስተ ኣርባዕተ ዓመት ኣነ ኣነ እየ ተቓሊሶ እዩ ኣለዉ ናይ ትዊተር መቓልስቲ ሚኪ ባዕሉ ይፈልጥ እዩ ሚኪ ሕጀብ ምስ በዓል ሃይለ ዶክተር ሃይለ ገለ ኢንተርቪው ገብር ነይሩ ሪኦ ኣለኹ ነይሩ ኣነ ክዛረቦም ከለኹ ኣነ ንተስፋይ ክበኣሶ ከለኹ በፈላላይ ናይ ትበኣስዎ ይብል ነይሩ ግን ሚኪ ንባዕሉ ሸዓ ዳሕራ እዩ ተረዲእዎ ንተስፋይ እዚ ይገብር ኣሎ እዚ ዝሌባ እዩ ኣብ ሱዳን ከይዱ እውን እዚ ኢሉ ከምዚ ኢሉ እውን ደዊሉልና ከምዚ ኢልና ከምዚ ኢልና ኢለ በፈላላይ ናይ ትባእሱ ይብሉ ነይሮም ሕጂ ሪኦሞ ሕተትዎም ቅድሚ ዕርቂ ምምፅኡ ትሒዘ ኣነ ተስፋይ ዝገብሮ ዝነበረ ብምሉእ የቃልዕ ነይረ ኣብ ትዊተር በዓል ተጋዳሊት ኣሰፍ ኣለዋ ኣሜሪካ ዝርከቡ በዓል ሚከለዉ ሕተትዎም ኣብ ሚድያ እንዳእተውን ይዛረቡ ኣለዉ ሳት እንታይ ይብሎ ነይረ ኣነን ተስፋይ ፍርቁ ሰብ ምስኡ ተጎጀለ ነይሩ ሽዑ ስለዚ እዚ ሰብ እዚ መንጒዱስ ኣብኡ ኣትዩ ኣሎ ንተጋሩ መዕሸዊ ኮይኑ ኣሎ ሕሰብዎ ሕሊናኹም የለን ተሸይጡ እዩ ዝብለኩም ዘለኹ ማሕበረ ደጎ ብተጋሩ ባዕልኹም ክዳን ናሃትና ተኸዲንኩም ኢኹም ጀኖሳይድ ጌርኩም ይብልኹም ኣለዉ ኣፍኩም ሕዝኩም ስቕ ምክንያቱም ሕሊና የለን ካሊእ ካብዚ ንላዕሊ እንታይ ኢኹም ክትምልሱ ኣይፈልጥን። ካሊእ ናይ ካድራ ባዕልኹም ህወሓትን ህዝቢ ትግራይን ናይ ትግራይ ወታደር እዮም ጨፍጭፈሞም እንዳበለኹም ኣፍኩም ሕዝኩም ስቕ ሕጂ ኸ ሕጂ ድማ ሕጂ ዝበለፀ መረጋገፂ ኣለዎም ምክንያቱ ንዓኹም ኣቐዲሞም ስለ ዝኣትዉ ትውግእ ደልዮሞ ዘለዉ ንስኹም ከምቲ እንዳኣተኹም እንዳሰረቅኩም ትሰብ ትቐትሉ ዘለኹም ንዓኹም ኣምሪሖም ስለ ዝኣትዉ ባዕሎም ተበደሉ ባዕሎም ተጋሩ እዮም ቀትልዎም ነይሮም ንሕና ኢድና እተናን እዮም ክብሉ ኢትዮጵያ ሓራ ወፅዮም ህዝቢ ትግራይ ኣብዚ ክተዳምፆን ክትሓስቦን ዘለካ ሓሳብ ብደንብ ሕሰብ ብደንብ ሕሰብዎ እዚ ነዞም ተዓሲቦም ዘለዉ ኣምሪሖም ምስ ኣእተውዎም ባዕላቶም እዮም ነንባዕሎም ተባኢሶም ነንባዕሎም ተበዲሎም ዝወፁ ከምዚ ከምዚ ስለ ተበደሉ ንሶም እዮም ገይሮሞ እዮም ክብልዎም ቅድሚ ሕጂ እኳ ሓደ ሰብ ምስኣቶም ዘይነበረ ብዘይካቶም መራሕቲ ባንዳታት ዝነበሩ ከም በዓል ኣብርሃም በላይ ከም በዓል ኣረጋዊ በርሀ ገለምታት ዝነበሩ ተዘይኮይኑ ሰራዊት ከም ሰራዊት ከምዚ ኢሉ ምስኦምኳ ዘይነበረ ንስኹም ኢኹም ጌርኩሞ እንዳበሉ ሕጂ ሰራዊት ኢትዮጵያ መጺኡ ኣብ ትግራይ እንተጨፍጨፈ ንስኹም ኢኹም ባዕሎም እዮም እቶም ዓፋር ዝነበሩ ረእዎም እንደ ኢሎም ናቶም ቪድዮ ናቶም ፎቶ ኣውፅኦም ምክንያቱ ንስኹም መሪሕኹም ተኣት ዘለኹም እዚ ንክጨፍጨፍ እዚ ንክግበር እዚ መረጋገፂ ንክህልዎም ምስኣቶም ኮንኩም ትቃለሱ ኣለኹም ንትግራይ ንክትጠፍእ ለይትን ቀትርን ትቃለሱ ኣለኹም ቲዲኤፍ ዝበሃል ሽም ኣባኹም የለን ክነብር የብሉን ኣይኽእልን እዩ ክሒድ ዝወፀ ካሕዳም ባንዳ ርእሲ ዘይብሉ ይፅዋዕ ዩ ሃቭ ናቲንግ ኣብ ትግራይ ሓንቲ ነገር የብልኩምን ነደኹም ክሕድኩም መሬትኩም ክሕድኩም ነቶም ትግራይ ትዕወት እንዳበሉ ባንዴራ ትግራይ ሒዞም ዝተሰውኡ ኣብ ጎንኹም ዝነበሩ ንዕኦም ሽምጥጥ ኣቢልኩም ትግራይ ማይ ትዕወትን እያ ኣብይ ዝዕወት ኢትዮጵያ ትዕወት ትግራይ ትዕወት ኢልኩም ዝሞትኩም ተጋጊኹም ኢልኩም ንዕኦም ሬሳ ረጊፅኩም ነቶም ዝተረፉ ሕዋቶም ክትቀትሉ ትውዕሉ ኣለኹም እዚ ብሙሉኣኻ ትግራዋይ እንድሕር ዘይተቃዊምካዮ ጥፍኣትካ ተስፍሕ ኣለኻ ተብ ትግራይ ዘሎ ሰነፍ ኣመራርሓ እቲ ሕማቕ ኣመራርሓ ባይ ኤኒ ሚንስ ክእደብን ክስተኻኸልን ወ- ክቅየርን ዘለዎ ተጋሩን ተጋሩን ኮንካ ኣብ ውሽጠኡ ኮንካ ደኣ እምበር ምስ ፀላኢ ኮንካ ኣይኮነን እዩ ሓደ ሓደ ደናቑር እንታይ ይብሉስ ነዚኣቶም ከምኡ ኢልካ ክትፃረፍን ክትምልስን ከለኻስ ናይ ሕወሓት ከምዚ እንዲኻ ኮንካ ናይ ደጋፊ ናይ እዚኦም ጨነውቲ ኣይትኹኑ ብስብሳት ኣይትኹኑ ርኹሳት ኣይትኹኑ ፀርፊ ክውሕደኩም እዩ ካሊእ ንዓኹም ዝፍረደኩም ካሊእ ንዓኹም ዝፍረደኩም ሕጂ እውን ከይመሰየ ኣቲኹም ናብ ገዛኹም ጥራሕ ክትምለሱ ጥራሕ ይትዕድል እቲ ውግእ ተተጀሚሩ ንስኹም መጀመርያ ምስ ጠፋእኹም ኢትዮጵያ ናብ ዝነበረቶ ክትንሳሕብ እያ እዚኣ ፍለጥዋ ንስኹም ንመጀመርያ ክትኣትኡኹም ኢትዮጵያ ናብ ዝነበረቶ ናብ ቦታኣ ክትምለስ እያ ሽዑ ዕርቂ ክትብል እያ እንደገና ተሽንፎ ወታደር ተሽንፎ ትግራይ ተሽንፎ ህዝቢ የለን ክትጎድእን ክተጉድልን ጥራሕ እያ ክትመፅእ እምበር ከም ዘይተሽንፍ ትፈለጥ እያ ቅድሚ ሕጂ ዘየሸነፈት ሕጂ ተሽንፍ ኢላ ኣይሕሰብን እዩ ግን ንዓኹም እትያ ንስኹም ብዓፋር መፅኡ ተዋጊኡ ሮይሶ ኣብ ትግራይ ዝተረኸበ ኣዲኡ ክተልቂ ሰብ ትግራይ ኣይንደልና ኣይድለን ምክንያቱም ክተልቅስ ተኮይና ኣብዚ ግዜ እዚ ንዓ ወደይ ኣብ ዓዲ ካብ ገዛ ኮንካ ንዓ ተቃለስ ኣብኡ ኮንካ እንተወጊእካ ንዓይ እውን ትቐትለኒ ኣለኻ ኣነ እውን ይጠፍእ ኣለኹ ምስ መጥፋእትና ኮንካ ክተጥፍእ ኣይትኺድ ኢላ ሕጂ እያ ክትመኽሮን ክትምዕዶን ዘለዋ ጽባሕ ንግሆ ሞት ከልቢ ምስ ሞተ ኣብ ዓፋር ይሙት ኣብ ትግራይ ይሙት እዚ ሰብ እዚ ክልቀሰሉ ኣብ ትግራይ ኣይፍቀድን ምክንያቱም ተዓሲቡ ተገዚኡ ዝመፀ ዕሱብ እዩ ክኸውን እዚ ክብለኩም ዝደሊ ካሊእ ድሌታትኩም ናሃትኩም እንታይ ከም ዝኸውን ኣብ ትግራይ ክፍፀም ከም ዘይክእል ፍለጥዎ ኣብቲ ዘለኹሞ ቦታ እዩ ሬሳኹም እውን ክፍፀም እዚ እንዳበልኹም ቅድሚ ሕጂ ንስኹም ኢኹም ሕጂ እውን ንስኹም ኢኹም ተጥፍኡ ዘለኹም ይብልኹም ኣለው ነዚ ነዚ ሰሚዕኹም ነዚ ተቐቢልኩም ኢኹም ትኸዱ ዘለኹም ሓደን ናይ መጨረሻ ንህዝቢ ትግራይ ከመሓላልፎ ዝኽእል ንመንግስትን ንህዝቢ ትግራይ ብሙሉእኻ ንግዜያዊ መንግስቲ ነብኡ ዘለኹም ኩለኹም ከም ህዝብን ከም ሰራዊትን ከም ኣመራርሓን ከም መንግስትን ኮንኩም ትግራይ ሓንቲ መዓልቲ ናብ ዓፋር ዘለዉ ዕሱባት ኮይንኩም ከይትኸዱ ከይትውድእዋ ኣብዛ ጀሚርኩማ ዘለኹም ኣቋሪጽኩም ከምቶም ኣቋሪጾም ዝመጹ ሰባት መጺኹም ናብ ገዛኹምን ናብ ስድራኹምን ናብ ህዝብኹምን እቲ ክትቃለስዎ እቲ ክትሓትዎ ትኽእሉ ከምቶም ኣብ ትግራይ ኮይኖም ዝሓቱን ዝቃለሱ ዘለዉ ከምኦም ኮይንኩም ንክትቃለሱ ዕድል ሂብናኩም ኣለና ኢልኩም መዓልትን ግዜን ሃብዎም ካብኡ ንደሓር ኣብዮም ዝተረፉ ናይ መወዳእታ ክኸውን ኣለኹ ሓንቲ ኣብ መጨረሻ ክነግረኩም ዝኽእል ኣብ ደገ ዘለኹም ይኹን ኣብ ውሽጢ ዘለኹም ይኹን ናብ ዓፋር ዘለዉ ዕጡቓት ትድግፉ ሰባት ንስኻትኩም ጸላእቲ ትግራይ ኢኹም ፈተውቲ ኣይኮንኩምን ምስ ናይ ሕወሓት ኣመራርሓ ዘተሓዝ በፍጽም የብሉን ሕወሓት ንሽም ተጸዋዒት እያ እምበር ሰለስተ ኣርባዕተ ሰባት ንሳቶም ነይሮም እኮ ኣብ ስልጣን ከምቲ ነቶም ጀኖሳይደራት ፈትሖም ዝሰደዱ ንምንታይ ነቶም ናይ ሕወሓት እንድሕር ካብኣቶም ካብ በዓል ጌታቸው ወይ ካብ በዓል ጻድቃን ንላዕለ ሓጢኣትን ጥፍኣትን ኣጥፊኦም ነይሮም ስልጣን ነይርካ እንዲ ፕረዚዳንት ሃለኻ ዘይትኣስሮም ናብ ሕጊ ዘይትሕልፎም ዘይትኸሶም ሓደ ኢና ኣነን ደብረ ፅዮንን ዘጥፋእናዮን ዝኸሰርናዮን ሓደ ኢና ንሕተት ደትብለ ነበርካ እንትማልኽ ንሓተካ እንዳሃልና ኢልካና እኮ ኢኻ ንዓይ ናብ እዝነይ ኣነ ዝሓተትኩኻ ኣብ ዙም መፂኻ ኣብ እዝነይ ዝመለስካለይ እኮ እዩ ጌታቸው ባዕልኻ ከምኡ ዝበልካና ክልተ ሰለስተ ግዜ ስልጣን ክትርከብ ከለኻ እንታይ ኢልና ሓቲትናካ ኣነ ባዕለይ ዝሓተትኩኻ ኣብ ዙም ሕጂ ግን እንታይ ኢልካ የለን ቅድሚ ሕጂ ተዛረብክዎ ዘረባ ኣሎ ጌታቸው ንመጀመርያ ግዜ ኣብዪ ከመይ ገይሩ ከም ዝቐትለካ ንስኻ ፍለጣ ኢኻ ከመይ ገይሩ ከም ዝቐትለካ ብጥይት ኣይኮነ ዝቐትለካ ከምቲ ንጀነራል ሰዓረን ጀነራል መን እዩ ረሲዐዮ ንዓቶም ዝቐተሎም ከምኡ ብጥይት ኣይቀትለካን እዩ ከምቲ ንድዋይዶ ንገለ ትመላለሶ ዘለኻ ከብደይዶ ማዕኮረይዶ ሕምኒ እንዳበልካ ትመላለሶ ዘለኻ ባይ ኤኒ ምንስ ከመይ ገይሩ ከም ዝቐትለካ ናይ ባዕሉ ኣቀታትላ ኣለዎ ኣብዪ ካብ መላእ ኢትዮጵያ ብቂም ንቀዳማይን ቀዳማይን ክቕየሞ ዝኽእል ገታቸውን ገታቸውን እዩ ኣብ ስነው ኣለ ክሰርሐልካ ስለ ደለየ ግን ኮፍ ኣቢልካ ኣሎ እግሩ እግሩ ክሰርሐልካ ስለ ደለየ እዩ እምበር ካብ በዓል ለማ መገርሳ መቓብር እውን ኣይፈለላን ዝብሉ ነበሩ ናብ ስልጣን ኣምፅኦም ሕሊፎም ዝሃብዎ ንዕኦም እውን ኮቢያ ኢልዎም እዩ ዝቕተሉ እኮ ቀቲሉ እዩ ክንደይ መናእሰይ ሆይሉ መሪሑ ዝመፀ ኣጫሉ ደራፊ ቀትልዎ እኮ እዮም ጎልጎል ተጠቒሞምሎም ምስ ተጠቐመሎም ኩሎም ይቐትል ኩሎም የጥፍኦም ኩሎም ይቐትል ፅባሕ ንግሆ ጌታቸው ክትረኽባ ሃዚያ ናት ተኸትልኩም ትግራይ ተጥፍኡ ዘለኹም ክትረኽቡ ኣኹም ኩለኹም ኩሉ ግዜ ትግራይ ክትቅነስ ትኽእል እያ ፀላእትን ባንዳን ስለ ትበዝሕዋ ክትጠፍእ ግን ኣይትኽእልን እያ ክትግዛእ ግን ኣይትኽእልን እያ ውድቀት ንዕሱባትን ንባንዳታትን ዓወት ንተጋሩን ንትዲኤፍን